ዮሃንስ ወንጌል ምዕራፍ ሰለስተ ካብ ቁፅሪ ዕስራን ክልተን ኣብ ገጽ ሚእቲ ሓድሽ ኪዳን እያ ዘላ ከምዚ ድማ ይንበብ ድሕርዚ ኢየሱስ ምስ ደቀ መዛሙርቱ ናብ ምድሪ ይሁዳ ኸደ ኣብኡ ኸኣ ምሳታቶም ይመላለስን የጥምቕን ነበረ። ዮሃንስ ገና ናብ ቤት ማእሰርቲ ኣይኣተወን ነበረ እሞ፣ ኣብ ሄኖን ኣብ ጥቓ ሳሌም ብዙሕ ማይ ስለ ዝነበረ፣ ዮሃንስ ኣብኡ የጥምቕ ነበረ። ይመጹን ይጥመቑን ከኣ ነበሩ። ሽዑ ኣብ መንጎ ደቂ መዛሙርቲ ዮሃንስን ሓደ ኣይሁዳዊን ብዛዕባ ምጽራይ ክርክር ተንስኤ። ናብ ዮሃንስ መጺኦም፣ መምህር፣ እቲ ኣብ ማዕዶ ዮርዳኖስ ምሳኻ ዝነበረ ንስኻውን ዝመስከርካሉ፣ እንሆ ንሱ የጥምቕ፣ ኵሉ ኸኣ ናብኡ ይኸይድ ኣሎ በልዎ። ዮሃንስ ከኣ መሊሱ በለ፣ ሰብ ካብ ሰማይ እንተ ዘይተዋህቦስ ሓንቲ እኳ ኽወስድ ኣይክእልን እዩ። ኣነ ቐቅድሚኡ ደኣ ተለኣኽኩ እምበር፣ ክርስቶስ ኣይኰንኩን ከም ዝበልኩ፣ ንስኻትኩም ባዕላትኩም ምስክረይ ኢኹም። እቲ መርዓት ዘላቶ ንሱ መርዓዊ እዩ። እቲ ደው ኢሉ ንዕኡ ዝሰምዖ ዓርኪ መርዓዊ ግና፣ ብድምጺ እቲ መርዓዊ ኣዝዩ ይሕጐስ፣ ደጊም እዚ ሓጐሰይ ተፈጸመ፣ ንሱ ክዓቢ ኣነ ግና ክንእስ ይግባእ። ንድገማ እስከ እዛ ናይ መወዳእታ፣ ንሱ ክዓቢ ኣነ ግና ክንእስ ይግባእ። ሃለሉያ! ክብሪ ንእግዚኣብሔር ይኹን። እግዚኣብሔር ይባረኽ። ንኹላትና ሓደ ዝፍትነና ነገር ኣሎ ኣብ ሂወት ንሱ ኸኣ ትሕትና እዩ ኩላትና ንፍተኖ ፈተና እዩ ብዙሕ ነገር ምስ ረኸብና እታ ትሕትና ቀላል ኣይኮነትን ክትዛረበላ ዋላ ቀላል ትኾነት ግን ትፍተነካ እያ ማለት እዩ ናይ ትሕትና መጀመርያ ሰለስተ ነጥብታት ክንሪኢ ኢና ግዜ ተሎ ማለት እዩ እታ ናይ መጀመርያ ትሕትና እንታይ ማለት እዩ? ክልተ ዓይነት ትሕትና ኣሎ እቲ ሓደ ኣጉል ትሕትና ኣሎ ኣጉል ዝኾነ ትሕትና ብባህሊ ዘምጸናዮ ብልምዲ ኣስተውዒልኩም ኣለኹም ድንን ኢልና ንሰባት ካልእ ነገራት ምግባር ዘምጸናዮ ኣሎ መጽሓፍ ቁዱሳዊ ድማ እዩ ኣብ ካልኣይ ኣብ መልእኽቲ ጳውሎስ ናብ ቆሎሴ ምስ ከድና ምዕራፍ ክልተ እዚ ኣጉል ትሕትና ዝበሃል ወይ ከኣ ትሕትና ዘይኮነ ግን ሰባት ትሕትና ኢሎም ዝወስድዎ ከም ዘኾነ ጳውሎስ ነጊርና ኣሎ ማለት እዩ ኣብ ቆሎሴ ምዕራፍ ክልተ ቁጽሪ ዓሰርተ ሰለስተ ቆሎሴ ምዕራፍ ክልተ ቁጽሪ ዓሰርተ ሰለስተ ደሓን እቲ ግዜ ንምቑጣብ ካብ ቁጽሪ ዕስራን ክልተን ክኸይድ እየ ዕስራን ክልተን ኣብ ገጽ ክልተ ሚእትን ዓሰርተ ትሽዓተን ኣብ ሓድሽ ኪዳን እያ ዘላ እምበኣር ከ ካብ ምእህሮ ቁልዕነት እዛ ዓለም እዚኣ ምስ ክርስቶስ ካብ ሞትኩም ስለምንታይ ደኣ ኣብዛ ዓለም ከም ዘለኹምሲ ከም ናይ ሰብ ትእዛዛትን ምህሮን ገይሮም ኣይትሓዝ ኣይትጥዓም ኣይትተንኪ ኢሎም ሕጋጋት ዝሕግግልኩም እዚ ኩሉ ስተተገይሩስ ንሕልፈቱ እዩ እዚ እስከ ምሳይ በሉ ብትሑት ሓሳብን ብምሕሳም ስጋን ዚግበር ናይ ፍቓድ ርእስኻ ኣምልኾ ሕብሪ ጥበብሲ ኣለዎ፣ ግናኸ ንምጽጋብ ስጋ እዩ እምበር ንገለ እኳ ኣይጠቅምን እዩ። ሕጂ ትሕትና እዩ ዚመስል። ግን ትሕትና ኣይኮነን ሪኢኹም ኣጉል ዝኾነ ትሕትና ኣሎ እቲ ትሕትና ትርጉሙ ግን ኣብ መልእኽቲ ጳውሎስ ናብ ፊሊጲ ምዕራፍ ክልተ ዘላ ቁጽሪ ሰለስተን ኣርባዕተን ኢና ንረኽባ ማለት እዩ እንታይ እቲ ሓቀኛ ትሕትና ጳውሎስ ክዛረብ ኮሎ ንመልእኽቲ ፊሊጲ ክጽሕፈሎም ኮሎ ሓቀኛ ትሕትና እንታይ ምዃኑ ተዛሪብና ኣሎ ማለት እዩ መልእኽቲ ጳውሎስ ናብ ሰብ ፊሊጲ ምዕራፍ ክልተ ቁጽሪ ሰለስተን ኣርባዕተን፣ ሓቀኛ ትሕትና ንሳ'ያ። ሓደ'ኳ ሓንቲ'ኳ ንርእሰይ ይጥዓመኒ ብምባል ወይስ ንውዳሴ ከንቱ ኣይትግበሩ። ሕጂ እንታይ'ያ ትብል ዘላ እታ ቓል? ብትሕትና ግና እቲ ሓደ ነቲ ሓደ ካብ ርእሱ ኣብሊጹ ይርኣዮ። ትሕትና ትርጉማ እንታይ'ያ? ርእስኻ ዘይኮንካ ትጥምትሲ እቲ ሓውኻ ካባይ ይበልጽ ዝበሃል ኣተሓሳስባ ህልወካ። ሕጂ መጀመርያ ኣብ ሓሳብካ እዩ ዝፍጠር እቲ ትሕትና ማለት እዩ። ሓሳባት ናበይ እዩ ዘሎ ብደገ ድዩ ዘሎ ብውሽጢ ብውሽጢ ማለት እዩ። ሕጂ ካብ ውሽጢ እዩ ዝወጽእ እቲ ትሕትና ሓቀኛ ሕጂ እንታይ እዩ ሓሳባትና ትሑታት ክንከውን ኢና ኢልና ዘይኮንና ንገብሮሲ ሓወይ ካባይ ይበልጽ ሕጂ እዚኣ ቀላል ኣይኮነትን ኣሕዋተይ ብሕልፊ ብሕልፊ ኣብ ዓቢ ስልጣን ኣብ መንግስቲ ኣብ ምሕደራ ኣብ ዝተፈላለዩ ቦታ ዘለኹም ሰባት ብጣዕሚ ከባድ እያ ንምንታይ መስለኩም ወይ ሃፍታም ተኾይንካ ገንዘብ ተበዚሕልካ ጽቡቕ ደረጃታት ተበጺሕካ እንታይ እያ ትሕት ኢልካ ንምውራድ ብጣዕሚ እዩ ዝእግመካ ንምንታይ እንተልኩም ኣነ ይበልጽ ዝብል ኣብቲ ውሽጥና ዝተኣልመ ሓጥያታዊ ነገር ኣሎ ኣነ ክልዕል፣ ኣነ ክበልጽ፣ ኣነ ክጥዕመኒ ዝብል ኣተሓሳስባ ኣለና ሪኢኹም ኣለኹም ሕጂ ነዚኣ ንምቕያር ሓደ ነገር የድልየና እዩ ማለት እዩ ቅድም ኣተሓሳስባና እዩ ክልወጥ ዘለዎ እታ ካልኣይቲ ድማ ኣብ ቁጽሪ ኣርባዕተ ዘላ እያ ነፍሲ ወከፍ ንብጻዩ ድማ እምበር ነፍሲ ወከፍ ንርእሱ ዝሕሾ ኣይጠምት ኣነን ንስኻትኩምን መጀመርያ እንታይ ኢና ንገብር? ንርእሴና ዝሕሸና ኢና ንጥምት። ሓቀይ? ሰብ እንታይ እዩ ዝገብር? መጀመርያ ክኸይድ ከሎ ንዓይ እንታይ እያ ትጽብቐለይ? ንዓይ እንታይ እዩ ዝጥዕመኒ? እንዳበለ እዩ ዝኸይድ። ሓቀይ? ሕጂ ንርእሱ እዚኣ ድምጺ ትገብር ኣላ ድያ ሓቀይ? ሕጂ ንርእሱሲ? ከጸብቅ ንርእሱ ከጥዕም እዩ ዝደሊ ግን ተስተውዒልኩምሉ መጽሓፍ ቅዱስ ታይ ዝብለና ሓወይ ካባይ ይበልጽ ዝብል ክህልወና እዩ ዝደሊ እቲ ኣተሓሳስባ ማለት እዩ ሕጂ ዮሃንስ ከምኡ እዩ ጌሩ ዮሃንስ መጥምቅ ነቢ ዮሃንስ መጥምቅ ካብ ኣንስቲ ካብ ዝተወልደ እቲ ዝዓበየ ሰብኣይ ከም ዝነበረ መን መስኪርሉ መስለኩም መን ጳውሎስ ድዩ መስኪሩሉ የሱስ ክርስቶስ ኢልዎ ካብ ኣንስቲ ካብ ተወልዱ ኩሎም ከም ዮሃንስ መጥምቕ ነቢ ዮሃንስ መጥምቕ ከም ዘየለ ተዛሪቡ መን ጥራሕ እዮም ዕብይ ዝብልዎ ንዑ ኢሉ ንእሽተይ እሱ ዝበሎም ምስ መን ከወዳድር ከሎ ምስ ናይ ቤተክርስትያን ኣመንቲ ድሕሪ የሱስ ክርስቶስ ዝመጹ ምትንሳእን ምስ ቃልን ምትንሳእን ዝመጹ ኩሎም ኣመንቲ ግን ከም ዝበልጽዎ ይዛረብ እዩ። ግን ቅድሚኡ ዝነበሩ ነብያት እንተሪኢኹሞ ንዮሃንስ መጥምቕ ዝወዳደሮ ከም ዘየለ ነጊሩና። መን እዩ መስካራይ እዚ? የሱስ ክርስቶስ። ካልኣይ ነጥቢ። ትሕትና ቀሊል ከምዘይኮነ ዮሃንስ መጥምቅ ከርእየኩም እየ ደልየ ካልኣይ ነጥቢ ማቴዎስ እሞ ንዑናይ ወንጌል ማቴዎስ ምዕራፍ ሰለስተ ወንጌል ማቴዎስ ምዕራፍ ሰለስተ ካብ ቁፅሪ ሓደን ክልተን በቲ ወርሓት እቲ ዮሃንስ መጥምቕ መንግስተ ሰማያት ቀሪባ ኣላ እሞ ተነስሑ ኢሉ እናሰበኸ ናብ በረኻ ይሁዳ መጠ መጸ። እቲ ብነቢ ኢሳያስ ኣብ በረኻ ዝእውጅ ድምጺ ኣዋጅ ነጋሪ ጎደና እግዚኣብሔር ጽረጉ መገዲውን ኣቕንዑ ኢሉ እተነግረሉ ንሱዩ። ክዳን ዮሃንስ ካብ ጸጉሪ ገመል ነበረ፣ ዕጣቕ ሕቝኡ ድማ ፈልቊ፣ ቀለቡ ኸኣ ኣንበጣን መዓርን መዓር ሰንካልን ነበረ። ሽዑ ኢየሩሳሌምን ትሕዝዋ ዶ ኣለኹም? ዮርሳሌምን ኩላ ይሁዳን ብዘላ ሃገር ዙርያ ዮርዳነስን ናበይ መጸት? ናብኡ ወጸ። እንግሊዝኛ ክጥቀም እንተ ፈቂድኩምለይ ፖፑላር እዩ ነይሩ እዚ ሰብ እዚ ወይ ከኣ ህቡብ እዩ ነይሩ ብትግርኛ ማለት እዩ። ብጣዕሚ ሰባት ሲ ናብኡ ክመጹ ብዘላ ዮርሳሌምን ኩላ ይሁዳን ሲ ናብ መን መጽያ? ናብኡ መጽያ። ሕጂ ወይ ከኣ በዚ ናይ እዛ ዓዲ ኣዘራርባ ሰለብሪቲ እዩ ኔሩ ማለት እዩ ብጣዕሚ ሰብ ዝፈትዎ ኔሩ ንዕኡሲ እንታይ ክገብር መጽእ ኔሩ ይሰምዖ ኔሩ ሰብ ሕጂ ብዘሎ ክወጸካ ክል ሓደ ብነብያት ውን ተነግረሉ እዩ ቀደም ከኣ እግዚኣብሄር ከኣ ብነብያት ጌሩ ዝተዘረበሉ ሰብ እዩ ሕጂ እታ መጀመርያ እንታይ እያ ኩሉ ሰብ ይፈትዎ ኩሉ ሰብ ናብኡ ክወጽእ ይደሊ ኔሩ እታ ሳልሰይቲ ድማ ናይ ዮሃንስ መጥምቕ ኣነባብርኡ ረኣይዎ። ከመይ ዓይነት ናብራ ነብር ኣሎ? ኣብቲ ትራዲሽን ወይ ከኣ ኣብቲ ልምዲ ዮሃንስ መጥምቕ ባሕታዊ እዮም ዝብልዎ መጽሓፍ ቅዱሳዊ መረጋገጺ የብልናን ግን ይመስል ድማ እዩ። ኣበይ ይነብር እንታይ ይነግበር ኔሩ ኣበይ ዝነብር ኔሩ ኣብ በረኻ እንታይ ከ ምገብ ኔሩ ምግቡ እህ ጸጉሪ ግመል ተዓጢቑ ሲ ቀለቡ ድማ ኣንበጣን መዓር ሰንካልን እዩ ነይሩ። ሕጂብቲ በረኻሲ ባሕታዊ እንተ ኮይኑ ይፈልጠን ግን ኣብ በረኻ ዝቕመጥ ዝነበረ ሰብ እዩ። እቲ ራብዓይ ነጥቢ ድማ ዮሃንስ መጥምቕ ነቶም ኣብቲ ግዜ እቲ ዝነበሩ ገበርትን ሓደግትን ናይ ሃይማኖት ሰባት መራሕቲ ዝነበሩ ከይተረፈሲ እንታይ ይገብሮም ነይሩ ክመጹ ከሎስ ብስልጣን ይዛረብ። ከእስርዎ ክእሉ ዝኮነ ነገር ክገብርዎ ክእሉ ግን እንታይ ይገብር መሰለካ ኣቱም እንታይ ኢልዎም ውሉዳት ማን ኢልዎም ሪኢኩም ውሉዳት ማን ኢሉሲ ዝዛረብ ዝነበረ ሓንቲ ካይገብርዎን እዮም እንታይ ተኽ ኢሎም ናብታ መጠምቓን ናብኣ ቅርቡ ክዛረቦም ከሎሲ ትኽ ኢሎም ሰሚዖሞስ ዝከዱ ዝነበረ ሰብ እዩ ሕጂ ግን ሓደ ክስተት መጽዩ ንዮሃንስ መጥምቕ ትፍትኖ ነገር መጽያ ብዙሓት ሰዓብትን ተኸተልትን ኔሮሞ ኣነን ንስኻትኩምን ብዙሓት ሰዓብትን ተኸተልትን ክህልዉና ክእሉ እዮም። ምሽ? ዮሃንስ መጥምቕ ድማ ከምኡ ነይሮሞ። የሱስ ምስ መጸ ግን፣ እቶም ተኸተልቱ ዝነበሩስ በብሓደ፣ በብሓደስ ናብ መን ክኸዱ ጀሚሮም? ናብ የሱስ። እንታይ ገይሮም መስለኩም? ሀ? ትእምርትን ተኣምራትን፣ ካልእ ምሕዋይን ምፍዋስን ምስ ገበረሲ፣ እንታይ ገይሮም? ንዑ ግድፍ ኣቢሎሞስ ናብ መን ክኸዱ ጀሚሮም? ናብ ዮሃን ናብ የሱስ ክርስቶስ ይስመዐካ ዶ ይስመዐካ እ ከም ሰብ ይስመዐኩም ዶ ኣይስመዐኩምን ንኣብነት ምሳኹም ብዙሕ ዓመት ዝደኸምካ ብዙሕ ዓመት ምሳኹም መጋላግልትኻ ዝነበረ ሰብሲ ሓደ ኣገልጋሊ በቲ ምጽም ዝበለሲ በል ሕጂ ሎማዓንቲ የቐንየለይ ምሳኻ ጸኒሀ እሞ ግን ሕጂ ግን ናብኡ እየ ድኸይድ ኢሉ ክኸይድ ከሎ ውሽጥኻ ይስመዐካ ኣይስመዐካን ይስመዐካ እዩ ከም ሰብ እ ሕጂ መቕንዕና ክንዛረብ ማለት ከለና። ሕጂ ዮሃንስ መጥምቕ ግን ምንም ኣይመሰሎን። መን እዮም ከዛረቡ ዘለዉ መስለኩም? ዮሃንስ መጥምቕ ምንም ስምዒት ከምኡ የብሉን። የሱስ ንሱ ካብ ካብኡ ከም ዝበልጽ ይፈልጥ እዩ። ትሕትና እንታይ ኢልና ዓንተወይ? እ እቲ ሓውኻ ካባኻ ይበልጽ ምዃኑ ምፍላጥ ማለት እዩ። የሱስ ካብኡ ከም ዝበልጽሲ ኣስ ፈሊጡ ነይሩ ተረዲኡ ነይሩ ሪኢኹም ዮሃንስ መጥምቕ ርድኢት ኣብ ውሽጡ ነይርዎ እቶም መን እዮም ሽግር ደምጽኡ ዘለዉ ሰባት መጺኦም እንድዮም ሓደ ሓደ ግዜ ከምኡ ዝብሉኻ ሰባት ምጽ ኢሎም ሕሹኽ ኢሎሞ እንታይ ኢሎሞ እቶም ናይ ዮሃንስ መጥምቕ ዝነበሩ ደቀ መዛሙርትስ ምጽ ኢሎም እንታይ ኢሎሞም እዋእ ኣንታ ዮሃንስ ቀኒኦም ክቐንኡ ጀሚሮም እቶም ተኸተልቲ ዮሃንስ፣ ሓደ የሱስ ዝበሃል ዝመጸሲ፣ እስኻ ኸማን ዘጥመቕካዮሲ፣ እቲ ሰብሲ ናብኡ ይኸይድ ኣሎ። ክልተ ዝጥመቓ ቦታ ይግበር ኣሎ፣ ሓደ፣ ዮሃንስ መጥምቕ የጥምቕ ኣሎ፣ ካልኣይ ከኣ ደቀ መዛሙርቱ የጥምቑ ኣለዉ። እንታይ እዩ ዝገብር ነይሩ የሱስ ክርስቶስ? ሱፐርቫይዝ እዩ ዝገብር ነይሩ ወይ ከኣ ንከመይ ገይሩ ከም ዝጥመቕ የርእዮም ነይሩ እምበር ከም ዘየጥምቕ ነበረ ደሓር ከርእየኩም እየ ኣብ ምዕራፍ ኣርባዕተ ቁጽሪ ክልተ ኣላ ኣየጥምቕን እዩ ነይሩ ጥራሕ የርእዮም ነይሩ ግን ንሶም እንታይ ገይሮም ኣውስድ ኣቢሎምታ ቃልሲ ስማዕ እንዶ እስኻ ጽቡቕ ዝነበርካ ምሳኻ ዝነበርና ንኸይድ ነበርና ሕጂ ግን እንዳጎደልና ንኸይድ ኣለና ሓደ ሰብኣይ መጺሲ ይወስተልና ኣሎ ብዙሓት እንታይ ትብል ቀኒኦም ቀኒኦም ከምኡ ኢሎሞ ሕጂ ሰብ መጺ ሕሹኽ ክብለካ ከሎ ወይ እቶም ትኣምኖም ትቐርቦም ክብሉኻ ከለው እንታይ ኢኻ ናታቶም ሓሳባት ክትወስድ ትኽእል ኢኻ ሓቀይ እንታይ ኢልዎም ዮሃንስ መጥምቕ ሕጂ ንርኣያ ኣብታ ቁጽሪ ሰለስተ ኣርባዕተ ዓበይቲ ነገራት ተዛሪቡ እታ ቀዳመይቲ እተዛረባ እንታይ እዩ ካብ ኣምላኽ ተዘይኮይኑ እዚ ነገር እዚ ክኸውን ዝኽእል ኣይኮነን ኢልዎ እታ መጀመርያ ኣነን ንስኻትኩምን እግዚኣብሔር ክንሕልዋ ኩሉ ግዜ ብ ህይወትና ዝደልያ ልዑላዊነት ናይ ኣምላኽ ክንሕልው ኣሎና ኣምላኽ ዘይመደቦ ነገር ዝኸውን ነገር የለን እዮብ እንታይ ኢሉ ኩሉ ዝመደብካዮ ሓቀይ እግዚኣብሔር ዘይመደቦ ዝኸውን ነገር የለን እዚኣ እንታይ ነይራቶ ተረዲእዋ ነይሩ ኣምላኽ ስለ ዝፈቐደ እዩ ሰባትሲ ናብ የሱስ ክኸዱ ክኢሎም እምበር ንሱ ተዘይፈቅድሲ እቶም ሰባት ምሳይ ምሃለዉ። ርኢኹም ሕጂ እቲ ፍቓድ ኣምላኽ ኩሉ ግዜ እንታይ ክንገብሮ ኣለና ወይ ካኣ እቲ ልዑላዊነት ኣምላኽ ከነኽብሮ ኣለና ከማን ኢልዎም ሓቀይ እ ሓደ ኣይሁዳዊ መጺኡ ተዛሪብቶም ደቀ መዛሙርቲ ምስ በልዎ ቁጽሪ ዕስራን ሽዱሽተን እሞ ረኣይዋ ናብ ዮሃንስ መጺኦም መምህር እቲ ኣብ ማዕዶ ዮርዳኖስ ምሳኻ ዝነበረ ንስኻውን ዝመስከርካሉ እንሆ ንሱ የጥምቕ ኩሉ ከኣ እ ናብኡ ይኸይድ ኣሎ በልዎ ዮሃንስ ከኣ መሊሱ በሎ በለ ሰብ ካብ ሰማይ እንተ ዘይተዋህቦ ሓንቲ እኳ ክወስድ ኣይክእልን እዩ። ዋው ዘገርም ቃል ኣነ ንስኻትኩምን ወይ ገሌና ወይ መብዛሕትና ንወድቀላ ቃል እዚኣ እያ ካብ ሰማይ እንተ ዘይተዋህቦ ሀ እንታይ ኢልዎም ሓደ እኳ ክወስድ ዝኽእል የልቦን ሕጂ ሪኢኹም ኩሉ ዝግበር ዘሎ ኣብ ዓለም ኩሉ ዝግበር ዘሎ ተቆጻጸሪኡ መን እዩ እግዚኣብሔር እዩ። ኩሉ ዝግበር ዘሎ ዝምደብ ኩሉ ኣካይዳ ኣካይዳ ስጉምትታት ከይተረፈስ መን እዩ ዝውስኖ እግዚኣብሔር እዩ ሕጂ እዚኣ ምፍላጥ ብጣዕሚ ኣድላይነት እያ ንህይወትና ኣዝያ ክትጠቅመና እያ ማለት እዩ ኩሉ ግዜ ምሳሌ እንተከይድና ምዕራፍ ዓሰርተ ሽዱሽተ ነዛ ሓሳብ እዚኣ ኣድሚቃ ትነግረና እያ መጽሓፍ ምሳሌ ምዕራፍ ዓሰርተ ሽዱሽተ ካብታ መጀመርያ ቁጽሪ ሓደ ክከይድየ ደሓር እታ ናይ መወዳእታ ቁጽሪ ሰላሳን ሰለስተን ክርእያየ። ሰብ ብልቡ ሓሳባት የዳሉ መልሓስ እትመልሶ ግና ካብ እግዚኣብሔር እዩ። እ ኣይገርመኩምን? ኣነ ብልበይ ሓሳባት ኣዳልየሲ እታ መልሓሰይ ትመልሶ ግን መንያ መን እዩ እግዚኣብሔር እዩ ውርድ ኢልና ሳላሳን ሰለስተን ንርኣያ ዕጭ ናብ ሑቕፊ እዮም ዘውድቑ ኢሉ ንመን ከም ዝበጽሕ ግና ሃ እግዚኣብሔር እዩ ዝምድቦ ዕጫሲ ንላዕሊ መሰበል ናይ ኣቲ ዕጫ መን እዩ ዝምድባ መስለኩም ነቲ ዕጫ ንመን ትበጽሖ እ እግዚኣብሔር እዩ ዝምድባ ሕጂ ኩሉ ኣካይዳና ኣም ኩሉ ንገብሮ ነገር እንታይ ማለት እዩ ኣብ ትሕቲ እግዚኣብሔር ከም ዝኮነ እንተ ፈሊጥና ትሕትና ክህልወና እዩ ማለት እዩ እንታይ ማለት እዩ ትሕትና ክህልወና እዩ እታ ካልኣይ ድማ እ ንትሕትና ምልክቱ እንታይ እያ ቦትኡን ደረጅኡን ይፈልጥ እዩ ዮሃንስ መን ምዃኑ ይፈልጥ እዩ። ብዙሕ ግዜ ኣብ ኣገልግሎት እንጋገዮ እንታይ እዩ? ደረጃናን ቦታናን ዘይምፍላጥ። እሳ ብዙሕ ግዜ ተጋግየና እያ። ንሕና ኣምላኽ ኣይኮናን። ምሽ? ሓቀይ? ትሰማምዑ እንዲኹም ኣብዚኣ? ኣነኸ ጳውሎስ ኣይኮንኩን። ሕጂ ብዙሕ ግዜ ዋላ ኣብ ጸሎት ብኽፍኣት ኣይኮናን ግን ካብ ቅንኣት እንታይ ከም ጳውሎስ ተዝትስኡ። ከም ጢሞቴዎስ ተዝትስኡ ይበሃል እዩ ሓቀይ? ይበሃል እኮ እዩ ጽቡቅ እዩ ግን ጳውሎስ እግዚኣብሔር ክፈጥሮ ከሎ ዩኒክ ገይሩ እዩ ፈጢርዎ ምሽ ዳንኤል ክፈጥሮ ከሎ ዩኒክ ኩሉም ኣብዚ ዘለኹም ክፈጥረኩም ከሎ ንዓኹም ኢሉ ዝፈጠራ ነገር ኣላ ማለት እዩ ሕጂ ኣይድገምን እዩ ሰብ ጥራሕ እንታይ እዩ ኣርኣያ ክኾኑና ኢና ንኽተሎም እምበር ሰብ ኣይድገምን እዩ እንታይ ኢልዎም ኣብዚኣ መስለኩም ደረጅኡ ይፈልጥ እዩ የሱስ መን ምዃኑ ይፈልጥ እዩ ኣነ ከኣ ቦታይ ይፈልጥ እየ ንዓይ ትስዕቡኒ ዘለኹም ኖኖኖኖ ንዓይ ስዓቡኒ ኪዱ ደኣ ናብ መን ኪዱ ናብቲ ቀንዲ ዝኾነ የሱስ ኪዱ ኢሉ ኣመልኪቱሎም ሪኢኹም ደረጃኻ ምፍላጥ ጽቡቕ እዩ ማለት እዩ ደረጃኻ ትፈልጥ ከለኻ ትሕትና እዩ ትሕትና እዩ ሕጂ ቦታ ዘለካ ትፈልጥ ደረጃ ዘለካ ትፈልጥ ኣነን ንስኻትኩምን ሕጂ ፕረዚደንት ዲና ዲና ኣይኮናን እ ኣይኮናን ምሽ ሕጂ እቲ ደረጃና ክንፈልጦ ከለና ኩሉ ግዜ ምስ መን ንራኸብ እቲ ሪሌሽንሺፕና ትሕትናና የርእዮ እዩ ማለት እዩ ደረጃኡ ይፈልጥ ኢየሱስ መን ምዃኑ ይፈልጥ እታ ሳልሰይቲ ዝገበራ ድማ ርኣይዋ ኣዚያ እያ ትገርመኒ እዚ ኩሉ ደቀ መዛሙርቱ ከምዚ ኢሎም ደቀ መዛምርትና ዮሃንስ እንዳ ተዛረቡሲ ሓንቲ ነገር ኢልዎም ዋእ ኣነ ትሕት ክብል ንሱ ግና ክዓቢ ከም ዝግባእ ነጊርዎም ሓቀይ ቁጽሪ ሰላሳ ከምኣ እንድያ ትብል ንሱ ትሕት ክብል መን ዮሃንስ ትሕት ኢሉስ የሱስ ግና ክዓቢ ሕጂ ናይ ትሕትና ሓንቲ ተሐጉሰኒ ነገር ናይ ብጻያ ጽቡቅ እያ ትደሊ ወይ ከኣ ብጻያ ጽቡቅ ክረክብ ከሎ ታይ ትገብር ትሕጎስ ኮንተንት ትዓቅብ እዚኣ ንኩላትና ትፍትነና እያ ጽቡቅ ነገር ክረክብ ከሎ ሰብ እንታይ ክንከውን ንግባእ ትሑት ሰብ እንታይ ዝገብር ዋእ ወሸለ ወሸለ ጽቡቕ ረኺቡሉስ ነቲ ጽቡቕስ መሊሱ እንታይ ይገብሮ የድምቐሉ የጣቕዐሉ መሊሱ ከኣ እንታይ ይገብሮ ይሓብር ኣነ ንስኻትኩም ብጣዕሚ ኢና ንፍተን ኣብዚኣ እ እግዚኣብሄር ከኣ ይብለና ኣሎ ሕጂ ማለት እዩ ብሕልፊ ብሕልፊ ኣብ ምንታይ ዘለና ንኣብነት እግዚኣብሄር ፈቒዱ ኣብ ዝለዓለ ጽፍሒ ከደይበና ይኽእል እዩ ዝለዓለ ጽፍሒ ሕጂ ጽቡቅ ናይ ሓውካስ ታይ ትገብር ትደሊ እንታይ ኢሉኩም ዓንቶይ ኣብ ጳውሎስ እንታይ ኢሉና ብ መንፈስ ቁዱስ ተመሪሑ ንዓይ ይጥዓመኒ ዘይኮነስ ንመን ሓወይ ይጥዓሞ እያ ትብል እታ ትሕትና ኣሪእኩማ ሕጂ እንታይ ጌሩ ብሕጉስ ዝኮነ ኣካይዳ ኢኩም ኢልዎም ምዕራፍ ሰለስተ እሞ ንመለስ ኣብታ ብሕጉስ ዝኾነ ኣካይዳ ኢኹም ኢልዎም ተሓጒሱ እዩ ድማ ኢልዎም ሕጂ እንዳኾረኻ እንዳጉረምረምካ ኣይ ደሓን እዚሲ ከምኡ ደኣ ኮይኑሉ እንዳበልካ ኣይኮነን እንታይ ኢልዎም ኣነ ቀቅድሚኡ ደኣ ተላኣኽኩ እምበር ክርስቶስ ኣይኮንኩን ከም ዝበልኩ ቦትኡን ደረጅኡን ይፈልጥ እዩ ንስኻትኩም ባዕልኽትኩም ምስክር ኢኹም እቲ መርዓት ዘላቶ ንሱ መርዓዊ'ዩ እቲ ደው ኢሉ ንዕኡ ዝሰምዖ ዓርኪ መርዓዊ'ዩ ትዓንቶይ ዝበልኩኹም በትኡን ደረጅኡን ይፈልጥ'ዩ መርዓዊ የሱስ'ዩ ንሱ ግን ዓርኪ መርዓዊ'ዩ ሕጂ ከድምቐሉ ጥራሕ'የ ዘለኹብዚ ዝብል ግና ብድምጺ እቲ መርዓዊ ሀ እንታይ እንታይ ራይዋ ኣዝዩ ይሕጎስ ሃለሉያ ደጊም እዚ ሓጎሰይ ሀ ፈጺመ ሪኢኹሞ ደስ ኣይብለኩምን ትሕትና እምበኣር እታያ ትገብር ሓዋ ጽቡቕ ደረጃ ክበጽሕ ከሎሲ ኣዝያ ትሕጎስ ዋእ ጽቡቕ እንኳዕ በጸሐ ኢላሲ እንታይ ትኸውን ካብ ውሽጢ ልብኻ ትሕጎስ ማለት እዩ እም ሕጂ ሓደ ሓደ ሰባት ከርእየኩም እየ እታ ራብዐይቲ ድማ ትሕትና ርእሳ እንታይ ትገብር እያ ትንዕቕ እያ ርእስና እንታይ ተግብረና? ተንዕቐና እያ። እንታይ ማለት እዩ እዚ? ሕጂ ርእስና ምንዓቕ ክበሃል ከሎ እቲ ኣጉል ትሕትና ከይንኸይድ፣ ኣይንጽረ ወይ ከኣ ጽቡቕ ክዳን ኣይንግበር ማለት ኣይኮነን። ሓቀይ? እሱ እንታይ እዩ? ደጋዊ ትሕትና እዩ። እንታይ ማለት እያ ርእሳ ትንዕቕ ማለት እዩ? እቲ ሰልፍ ዝበሃል ወይ ከኣ እቲ ኣነ ዝብል ድምጺሲ ካብ ውሽጡ ይወጽእ። ትሑት ሰብ ተሪኢኹሞ እተን ሰለስተ ቃላት ናያም ናይ እንግሊሽ ኣለዋ ዝገርመኩምስ ደልየሲ እታ ትግርኛ ሲኢነያ ሳልሰይቲ ቃል I me myself ብትግርኛ እንታይ ረኺበላ መስለኩም ኣነ ንዓይ እታ myself ሲኢነያ ማለት እየ እንታይ ኣይተረደኣትንን ገዲፈያ ማለት እየ ኣለኹም ዶ ረኺብኩማ ዶ ንገዛ ርእሰይ ሕራይ ንዓይ ጥራሕ ሕራይ ንዓይ ጥራሕ ንበላ ሕጂ ንዓይ እያ ትብል ዝገርመኩም ኣብ ቤተ ክርስትያን ሰቲኹ ኣትዩና እዩ ሕጂ ከመይ እልና ከም ንወጾ እግዚኣብሔር ይሓግዘና ጥራሕ ዝብል ኣትዩ መታብ ጥራሕ ዘይኮነስ ኮፍ ኢሉ ዘሎ ሕጂ ቤተ ክርስትያን ካብ ምንታይ መጺኡ መበገሲ እንተ ኢልኩም ካብዚ ሳይኮሎጂ ዝብሃል ፊልድ እዩ መጺኡ መጀመርያ ክብገስ ከሎ ሰልፍ ዝባሃል ነገር ሰልፍ ሰልፍ እንታይ ኢኹም ትብልዎ ማዓት ኣሎ ሰልፍ ሪያላይዜሽን ሰልፍ ኣክቹዋላይዜሽን ሰልፍ ኦው እዚኣ እሞ ሰልፍ ኮንፊደንስ እሞ ዋዋዋዋዋ ኣብ ዝኸድካዮ ኣብ ዝኸድካዮ ኣብ ቤተክርስትያን ኮፍ ኢላ መን ኢሉካ ብርእስኻ ኮንፊደንስ ትኸውን እሞ የለኻን እ ብኣምላኽ ጥራሕ ኢና እንታይ ንኸውን ኣነሲ ኢን ጋድ ኮንፊደንስ ተትኾነለይ ደስ ምብለኒ ቃል ኣምላኽ እዚኣ ኣትያ ሕጂ ርእስና ዘይኮነ ክጥዕመናሲ ሰልፍ ዘይኮና ንብልሲ ጋድ ኢና ንብል ዝገርመኩም ናይ እንግሊዘኛ ኣላ ኣዝያ ደስ ትብለኒ ሰለስተ ቃል እያ ጆያ ትብል ሕጂ እንታይ ጌሮማ እታ መጀመርያ መን ጆይ ከመይ እያ ትጻሓፍ እታ መጀመርያ ፊደል እንታይ እያ ጀይ ጀይ ንጂዘዝ ኢሎም ስታንድ ጌሮማ እታ ካልኣይቲ ቃል እንታይ እያ ኦው ኣዘርስ እታ ሳልሰይቲ ከ ዩ መጀመርያ የሱስ ካልኣይ ካልኦት ድሓር መጨረሻ ኢካ እስካ ኢሉ ኢኹም እዚ ምስ ትገብር እንታይ ይፈጥረልካ joy እንታይ ማለት እዩ ትርጉሙ ሓጎስ ደስታ ሕጉስ ሰብ ትኸውን ማለት እዩ እዚኣ ሕጂ ንኹላትና እያ ትኸብደና ኣሕዋተይ ኩሉ ግዜ ትኸብደና እያ እዚኣ ንዓና ሕጂ እግዚኣብሔር ክልተ ሽሕን ዓሰርተ ትሽዓተን ትኣቱላ እቲ ሓቀኛ ዝኾነ ልባዊ ትሕትና ክህልወና ኣብ ላዕሊ ዋላ ጽፍሒ ተደየበና እግዚኣብሔርሲ ካብ እግዚኣብሔር እዩ ኮይኑ ኩሉ ንመን እዩ ንዕኡን ብኡኡን እዩ ኮይኑ ተረዴኮምኒ ዋላ ጁባና ተመልኦ ኣብ ዝለዓለ ደረጃ ተብፀሐና ኩሉ ብመን እዩ ዝከውን ዘሎ ብእግዚኣብሔር የሴፍሲ ኣብ ዘፍጥረት ሓምሳ እንተሪኢኩማ ተገርም ቃል እዩ ተዛሪቡ እቶም ኣሕዋቱ ተደጋጊመ ኣዝያ እቶም ኣሕዋቱስ ኣቦኦም ምስ ሞተስ እንታይ እዮም ኢሎም ኦእ ሕጂ ኣቦና ሞይቱ እዩ ሕነ ክፈድየና እዩ ስለዚ ገለ ንግበር ኢሎም ተጣቢቦም ማለት እዩ ኣቦና ከይሞተ ከሎ ከምዚ ኢሉካ ስለዚ ንዓና ምሕረት ክትገብረልና ኢሎሞ ዬሴፍ እንታይ ኢልዎም ሪኢኹም ቦትኡ ዝፈልጥ ትሑት ሰብ እንታይ ዝገብር መስለኩም እ ቦታኻ ትፈልጥ ተኾንካ እንታይ ኢኻ ትገብር እቲ ናይ እግዚኣብሄር ቦታ ኣይትኣቱን ኢኻ እንታይ ኢልዎም ኣነ ዶ እ ኣም እግዚኣብሔር እየ ኣብቲ ቦታ ሕጂ ሕነ ምፍዳይ ናይ መን እዩ ሮሜ ዓሰርተ ክልተ ናይ መን እዩ ናይ እግዚኣብሔር እዩ ኣብቲ ናይ እግዚኣብሔር ቦታ ኣይኣቱን እየ ኣነ እሱ ኣይቦታይን እዩ ይብል ማለት ሕጂ እቲ ሕሰብ ደረጅኡ ፈልጥ ድሓር ድማ እንታይ ይመስለኩም ናይ ካልኦት ኣየሐጎሶም ዝረኸቦም ነገርሲ እዋይ እዞም ኣሕዋተይ ኣነ ኣዜ ዘፍቅሮም ኣዜ ዝፈትዎም ርእየ ተሓጒሰስ ንሶም ከኣስ ክቀትለና ኢሎም ይሓስቡ ኣለዉ ማለት እኮ ኢሉስ ታይ ገይሩሲ ታይ ገይሩ ዬሴፍ በኽዩ ሪኢኽሞ ብኽያት ሲዒርዎ ኖኖኖኖኹም ዘይኮንኩ ኣነ ኢሉስ ብኽያት ስዒርዎ። ትሑት ሰብ እንታይ ዝገብር ማለት እዩ? ናይ ካልኦት ሰባት ሕማቕ ክርኢ ኣይደልን እዩ። ጽቡቕ ጥራሕ ክኾነሎም እዩ ዝደሊ። ገለ ገለ ኤግዛምፕል ጌርና ክንውድእ ኢና ግዜ ከይወስደልኩም። ገለ ገለ ኤግዛምፕላት ናይ ትሕትና ዝነበሩ። መጀመርያ ኣብርሃም ንርኣዮ እሞ ኣብርሃም ዘፍጥረት ዓሰርተ ሸሞንተ።

የረታ እንታይ ትብል ኣላቃ ትሕትና ርእስካ ከም ትንዕቅ ከም ትገብረካ ማለት እዩ ዕስራን ሸውዓተን እስኪ እንታይ ትብል ኣላ ኣብርሃም ድማ መሊሱ እንሆ ኣነ ሕጂ ኣነ ክትብል ከላ ትክተል ብዛዕባ ትሕቱ ኮንካ እንታይ ኢካ ትብል መሬትን ሓሙክስትን ክነሰይ ምስ ጎይታይ ክዛረብ ደፈርኩ ሪኹም ቦትኻ ትፈልጥ እግዚኣብሔር መን እዩ ንስኻ መን ኢኻ ትፈልጥ ኣነ እስኪ ምሳይ በሉ እንታይ ኢልዋ ኣነ እ ሓምስ ምስ ጎይታይ ክዛረብ ደፈርኩ። ሕጂ ከምዚ ዝብል ልቢ ኣለዎ እዮብ ተዄድኩም ኣብ ርብዓን ክልተን እ ብዛዕባ ልኡላዊነት ናይ እግዚኣብሄር ኣይተረድኦቶን ኔራሲ ድሓር ጽቡቅ ጌሩ መሰረድኦ እግዚኣብሄር እንታይ ጌሩ ኣነሲ ዋእ ምስ መን እየ ክዛረብ ጸኒሐ ምስ እግዚኣብሄር እበ'የ ክዛረብ ጸኒሐ ኢሉ ማለት እዩ ሕጂ እዚ ኩሉ ኢልና ኣብ ዝኮነ ስብከትና የሱስ ክኣቱ ኣለዎ ሓቂ? ኩሉ ጽሑፍ እዚ ናብ መን እዩ ዘመልክት? ናብ የሱስ። የሱስ ሓንቲ ካብቲ ባህርያቱ ዝነበረት ኣገልግሎት ከገልግል እዩ መጺኡ ኣብዚ መሬት። ቀዳማይ ናይ ኣገልግሎት ኣገልገልቲ ኣምላኽ ዝብል እንተ ደኣ ሪኹሞ ኣብ ኣርባዕተ እዩ ዝኽፈል። እቲ መጀመርያን ልዕሊ ኩሉን ኣገልጋሊ መን እዩ? የሱስ ክርስቶስ እዩ። ማርቆስ ወንጌል ምዕራፍ ዓሰርተ ኣርባዕን ሓሙሽተን ይብለና እዩ ሓቀይ ኣነሲ ክግልገል ዘይኮነስ ከገልግል እየ መጽየ ኢሉና ኣሎ ማለት እዩ ቀዳማይ እንታ ዘይርከቦ ኣገልጋሊ ኣምላኽ ንሱ እዩ ማለት እዩ ሕጂ የሱስ ኣብ ማቴዎስ ዓሰርተ ሓደ ትሑት ከም ዝነበረ ይነግረና እዋእ የሱስ ኣርባዕተ ነገራት ክርኢ ይደሊ ሓደ ኣወላልድኡ ትሕትና ናይ ወላልድኡ ርኣይዎ ሰማይን ምድርን ዝፈጠረ፣ ኩሉ ዝኽእል፣ ኩሉ ወናኒ ንብረቱ፣ ድላዩ ክገብር ዝኽእል ሰብሲ ኣብ ምንታይ ተወሊዱ? እህ! መብልዒ ማል! መብልዒ ማል እቲ ኣዝዩ ዝተሓተ ቦታ! ካብ መን ቤተሰብ ተወሊዱ? ካብ መን መጺኡ? ካብ ማርያም ክውለድ ከሎ? ማርያም ሃፍታም ድያ ነይራ? ናይ ነገስታት ድያ ማርያም? ንግስቲ ድያ ነይራ? ኣይኮነትን። ክውለድ ይኽእልዶ ነይሩ ካብኡ? ግን ኣዝዩ ትሑት ስለዝኾነሲ ኣብቲ መብልዒ ማል ማላት ዝበልዓሉ ቦታሲ ኣብኡ ተወሊዱ። ኣይገርመኩምን? እቲ ካልኣይ ዘገርመኒ ድማ ህይወቱ። እቲ ህይወቱሲ የሱስ እኮ ግርም እዩ ዝብለካ እንዳኸደ ከሎሲ ገሊኦም ጸርፍዎ ገሊኦም ኣላግጽሉ ሕጂ ሓይሊ ከለካ ገባርን ሓዳግን ከለካ ከላግጹልካ ከለዉ ትወስዶ ስጉምቲ ኣሎ ሓቀይ እህ ኣብ ምናልባት ኣነ ኣይነበርኩን ኣብ ሳዋ ዝነበርኩም ነቲ መራሒኹም እንተ ገለ ኢልኩሞ ስቅ ይብለኩም ሸለል ይብለኩም ኣይብለኩምን ምሽ ገባርን ሓዳግን እዩ ሓቀይ እህ ሓውና ሙሴሲ ደስ ሓውና ፓስተር ሙሴሲ እንታይ ይብል ኣሎ ኦቶ ኣስሩካ እምበር ሓቁ እዩ እዚኣ ተበሃል ኦቶ ኣስሩካ ሕማቅ ነገር ትሓልፍ ኢኹ እንታይ ማለት የሱስ ግን ድላይ እንዳገበረሲ ገዲፍዎምሲ ዝገርመንስ ክደፍእዎ ሓደ ግዜ ከጽድፍዎ ደልዮምሲ ዋ ገዲፍዎም ከይዱ ኩሉ እኮ ክእል እኮ ኢሚንት እኮ ከጥፍእ ከብሎም ይኽእል እኮ ሽዑ ሽዑ ግን ትሑት እዩ ነይሩ፣ ኣዝዩ ትሑት እዩ ነይሩ። እቲ ሳልሳይ ከኣ ንሰባትሲ ጾር ከየሰክሞም፣ ሕማቕ ከይኮኖም ኣብ ህይወቶምሲ እንታይ ይገብር መስለኩም ኩሉ ግዜ እ ትሑት ምዃኑስ ጾረይ እንታይ ኢሉ ፎኪስ ንሰባት ከሰክም ከለኹስ ካብ ዓቕሞም ንላዕሊ ዝኾንሲ ኣየሰክሞምን ኢሉ። እቲ ራብዓይ ዘገርመኒ ናይ መስቀል እሞ ጀሚርካ ኣይትውድኦን ኢኻ።

ብዜካ ኢየሱስ ኣይርኹናን። ኣይገርመኩምን ኣብ መስቀልሲ ከምዚ ዓይነት ዋእ ንፈታዊኻ ንኽትመውት እኮዩ ሽግር እ ንጸላኢኻ እሞ ግደፉ ኸኣ ጸላኢኻ ክትሞተሉ ክትሓስቦ ከለኻ ከማን እዩ ዘጸግመካ እዚ ዝኹሉ እንዳገበረንስ ክሞተሉ ኸኣ ሓደ ኸኣ ኣይኮነን እኮ ኩሉ ሰብ ሓደ ጥራሕ እኮ ኣይኮነን ጸላኢኡ ሓጥያት ዝገብር ኩሉ እንድዩ እህ ሓቀይ ምሳይ ዶ ኣለኹም ሓጥያት ዘይገብር ኣሎ ድዩ የለን ሓቀይ ኩሉ ጸላኢኡ ሲ ኣክንዲ ጸላእቱ ሮሜ ሓሙሽተ ክዛረበና ከሎስ ሞይቱ ትሕትንኡስ ክሳዕ መስቀል ተኣዚዙ ኢሉና ሃሌሉያ። ተሓምሸይቲ ግዜ ስለ ዘይብለይ እምበር ትሕትና ትእዛዝ ምስ ትእዛዝ ትኸይድ እያ እዙዝ ሰብ እዩ ዝኸውን ትሑት ተኾይኑ ማለት እዩ እ ኣቦታታት ከይዱ ገለ ኣቦታቱ የኽብር ዝዓበዩ ሰባት የኽብር ንኣሽቱ ጥበብ ዘለዎ ጉዕዞ እዩ ዝጓዓዝ ትሑት ሰብ እዙዝ ሰብ እዩ ሳብሚሽን ትብል እታ ቃል ናይ እንግሊዘኛ ሳብሚት ዝገብር ሰብ እዩ ሕጂ የሱስ ዝገርመኒ ሲ ኣብቲ መስቀል እንዳኸደ ከሎስ ፍቓደይ ደኣ እምበር ፍቓድካ ደኣ እምበር ህእ እምቧእ። ኣነሲ እዚኣስ ብክተኸብደኒ ኣኮ ምበሎ። እቲ ዘገርም ከኣ ሓጢኣት እቲ ኣዝዩ ድጸልኦ ኣነ ካብ ኩሉ ትገርመኒ እዚኣ ኣዝዩ ድጸልኦ ናይ ኩሉ ሰብሲ ኣብ ዝባንካ ክከውን እዩ ኢልዎ እግዚኣብሄርሲ ማዕረ ከምኡ ትሒቱ ሕራይ ንመን መስለኩም ነቶም ጸላእቱ ሰባት ንኸድሕን እሞ ኸኣ ንጸላእቱ ንኸድሕን እኮ እዩ እቲ መግረፍቲ እቲ መውቃዕቲ ኢሳያስ ሓምሳን ሰለስተን ብዙሕ ግዜ ትስበኽ ምዕራፍ ቁጽሪ ዓሰርተ ሓደ ከ ኣቦሲ ክሕምሽሾ ፈተወ ኣብኡ ዝወረደ መከራ እማ ዘገርም እዩ ክሳዕ ከምኡስ ትሕትና ነይርዎ ርኢኹም ስጋዕ ከምኡ ትሕትና ነይርዎ ሕጂ ኣነን ንስኻትኩምን እዚ ከምዚ ዓይነት ዝሞተልና ፈጣሪ ፍጹም ኣምላኽ ፍጹም ሰብሲ እንታይ መልሲ ንቦ እዩ ዘሎ እቲ ሕቶ ንሕናኸሲ ንትሕት ዶ ማዕረ ከመይ ንትሕት ቦታና እንተፈሊጥና ኣሕዋተይ የሱስ መን እዩ ኣነ መን እየ ቦታይ ደረጃይ ተፈሊጠ መጀመርያ ምፍላጥ እዩ ደረጃና ምፍላጥ እቲ ካልኣይ ድማ እንታይ ይመስለኩም ሓወይ ካባይ ይበልጽ የሱስ ክርስቶስ እኮ እዚኦምሲ ይበልጹኒ ዮም ኣባጊዐይ ዮም እ ስለዚ እዚኦም ክሃድሙንስ ኣይደልን እየ ነዚኦም ከኣ ሓንቲ መገዲ ጥራሕ እያ ኣቦ ከኣ እታይ ኢልዎሲ ካልእ መገድታት እኮ ኣይመረጸን እግዚኣብሄር ኣቦ ሓንቲ መገዲ እዩ መሪጹ ሞት እያ ሞት ጥራሕ እያ ነዚኦም ተድሕኖም ኢልዎ እቲ ዘገርም ከኣ ዝመጸሉ ኣመጻጽኣ እሞ ራኣይዎ ሕጻን ዐ ተዋሂቡና ካብ ሰማይሲ እወ ኣነ እኮ ገርመኒ ዓንቶይ ኤርምያስ ሓወይ ክዝምር ከሎስ ይገርመኒ ኔሩ ኣእላፋት ቅዱሳን ተኸቢብካ ሓቀይ ካብቶም ኣእላፋት ቅዱሳን ተኸቢቡ ሓጥያት ዘይብሉ ጽሩይ ቦታ ፈጺሙ ምወዳድ ስለ ዘይርከቦ ኣዝዩ ጽቡቕ ንኽትርእዮ ዘብለካስ ካብኡስ ናብ መን ወሪዱ ናብታ ዝተረግመት ምድሪ እ እሾኽን ትኾርባን ተብቁለልካ እተባህለ ሓንሳእ ንፋስ የሸግረና ኣብዚ ዓዲ ከኣ እንታይ የሸግረኩም ስነው የሸግረና እ ተፈላለየ ነገር ዘሸግረናሲ መጺኡ ናብኡ እሞ ከኣ ብምርጭኡ ብፍቓዱ እዚ ዓይነት ትሕትና ዘለዎ የሱስ እዩ ሕጂ ኣነን ንስኻትኩምንሲ ከመይ ንትሕት ኣብ ኣሕዋትና ሎሚ ምስ ከድና ኣብ ስራሕናስ ትሑታት ዶ ይፈልጡናስ ዋላ ዕቡያት ጁባና ዶ እንዳረኣና ኤእ ኣነ እኮ መዓት እያ ዘላሃኒ እብዛ ጁባይ ዶ ይብሎም ዋላስ ትሕት ይብል ተረዲኩምኒ ኣብ ትምህርቲ ቤት ከምኡ ድየ ፍልጠት ሃልዩኒ በቃ ሳይንቲስት ዋላ ዘይከውን ዋላ ዝለዓለ ዘይበጽሕ ምስ በጻሕካ ኣብኣ ኢኻ ትፍተን እኮ እሳ ግና እያ ኣብኡ ምስ በጻሕካ እሞ ከኣ ቀላል ኣይኮነትን ወይ ከኣ መራሒ ናይ ሃገር ጽባሕ ንግሆ ኣይፈልጥን መራሕቲ ናይ ሃገር ትኮኑ ትደሉ ኣብ ስልጣን ኣብታ ወንበር ኮፍ ተኢልካ ቀላል ኣይኮነትን ብጣዕሚ ከባድ እያ ንትሕት ዶ እግዚኣብሄርሲ እቲ ልብናስ ኣዳሊዎ ኣሎ ዶ ኮሞ ሕጂ የሱስ እንዳ ረኣናስ የሱስ ኣርኣያና እንድዩ እ እሱ እንዳ ረኣናስ እንታይ ክንገብር እግዚኣብሄር ዝደሊ ክንትሕት እዩ ዝደሊ ምፍላጥ መጀመርያ ምስ ፈለጥካ ሓወይ ካባይ ይበልጽ ዝብል ድማ ተግባር ምትግባር ሳልሳይ ድማ እንታይ እዩ ናይ ትሕትና ትሑት ሰብ ደረጅኡን ቦትኡን ይፈልጥ እዩ ራብዓይ ድማ እንታይ እዩ ትሑት ሰብ እዙዝ እዩ ምእዛዝ ኣለዎ ዋላ እንዳ ፈለጠ ከሎ ሲ እንዳ ኮር ክሓቶ ከላስ ኣብ ዝዓድላ ደስ ትብለኒ ቃል እያ ሕጂ ውን እንግሊዝኛ ተተጠቂመ ይቅረታ ቢተር ፒል እብሉካ ቢተር ፒል መሪር ዝኮነ ኣይጥዕመካን ከላስ ዋሓጣ እብሉካ ስቅ ኢልካ ብ ትግርኛ ከኣ ዋሓጣ ንብል እንዲና ሓቀይ ዋሓጣ እዚኣ ውሕጥ ተብላ። እ ዋላ እኳ ክዛረብ እደሊ ኣለኹ ግን እንታይ ይገብር ኣኣ ሓወይ ከም ገለ ዕንቅፍ ከይብለኒ ሰንከል ከይብልኪ ዕንቅፍ እንታይ ይገብር ግድፍ የብላ ሪኢኹም ትሑት ሰብ እዚ ዓይነት መርኣያ ኣለዎ እሞ እግዚኣብሄር ይርድኣና።